ኣዝየ ዘድንቆም ዓበይቲ ተላሃይቲ ያቆብ መሓመድ ምስ በዓልቲ ቤቱ ጨዋይት መሓመድ ዓወድ ያኢ ክከውን ንምክትታልኩም ብትሕትና ይሓትት ናብቲ መደብ ከብለኩም እየ ያቆብ እንቋዕ ደሓን መጸኻ። እንኳዕ ደሓን ፀናሕክይ። ንዕድመይ ኣኽቢርካ ኣብዚ ናይ ሜሪ ስታይል ሸው ክትመጽእ ምኻልካ ብሽም ኩሉ ህዝቢ ኤርትራ ከመስግነካ ፈቱ። ቴንኪው የቀንየለይ ኣነ ውን ነዚ ዕድል ብምሃብኪ ሜሪ ሃብተይ ናይ ብሓቂ ብሽመይን ብሽም ምሉእ ህዝቢ ኤርትራ ብጣዕሚ እየ ዝመስግነኪ። ያቆብ ብድሕረ ባይታኻ ኢና ሕቶታትና ክንጅምር። ኣነ ሽመይ ያቆብ መሃመት እየ ዝብሃል ዞባ ጋሽ ባርካ ንኡስ ዞባ ጎሉጅ ኣውየ እየ ተወሊደ ብንእስነተ ወዲ ዓስርተ ዓመት ከለኹ እየ ከም ኩሉ ኤርትራዊ ናብ ሱዳን ተሰዲደ ኣብኡ እየ ዓብየ። ክሳብ ሓምሻይ ክፍሊ ብዓረብኛ ኣብ ሱዳን ተማሂረ። ብሽሕን ትሽዓተ ሚእትን ሰማንያን ሓሙሽተን ከኣ ናብ ሜዳ ተሰሊፈ።
ያቆብ ኣጀማምራኻ ኣብ ባህሊ ከመይ እዩ ነይሩ? ኣጀማምረይ ኣብ ባህሊ ነዊሕ ታሪኽ እዩ ዘሎ ግን ሕጽር ኣቢለ ክነግረኪ። ኣነ ድሕሪ ታዕሊም ምውድኤይ ክልተ ዓመት ምስ ተዋጋኢ ሰራዊት ጸኒሐ፣ ካብኡ ብ ሽሕን ትሽዓተን ሰማንያን ሸውዓተን ናብ ክፍሊ ሰራዊት ባህሊ ከም ተላሃያይን ከም ደራፋይን ተመዲበ ከኣ ይነጥፍ ነይረ ማለት እዩ። ካብ ንእስነትካ ተላሃይ ክትከውን ወይ ደራፋይ ክትከውን ትልሚ ነይሩካ ዶ? እዚ ምኻ ሓሊመዮ ኣይፈልጥን ኢኻ ብመሰረቱ ፈጺምኩ እየ። ሕጂ ምትክቲ ምናልባት እንታይ ስለ ዝረኣየለይ እቲ ዝፈትዎ ሓላፊይ ከም ኣቦይ ዘፈትወ እዩ እቲ ኣብዚ ሞያ ኣብጽሕኒ ኣብደላ ሙሳ እዩ ተሰዊኡ ኣላ የርሓሙ ኣነ ኣብ ሱዳን ኣብ ሲነማ ይሰርሕ ስለ ዝነበርኩ ከምዚ ጽማቕ ኣሲር ገለ ኣብ ይሰርሕ ነይረ ሕጂስ ደርፊታት ናይ ሂንዲ ናይ ዓረብ ሱእ ኢለ ትሕት ግረብ ኮይነ ይድርፍ ነይረ ሕጂ ይርእየኒ ነይሩስ ብዓረብ ገይሩ ማለት ያ ያቁብ እንተ ሙሽታግ ለልኣሓል ወለ ሽኑ ኢሉኒ እንተ ኣነሲ እንታይ ዳኒ ስድራ ናፊቃ ዲኻ ኢሉንስ ዋእ ሲድራ ለባሌ ገዲፌ መጺረ እንታይ ክናፍቅዳ በካ ደስ ኢሉኒ እቲ ደርፊ ናይ ቀደም ዘኪረየ ደርፍ ዘለኹ ኢሉኒ ብኸምይ ኻም ዳርጋ ኣሰልኡ ንሱ እዩ ኻማን ናብ ክፍስራዊ ሰና ሓሙሽተ ባህሊ ከም ዝምደብ ዝገብረኒ ኻኣ ንሱ እዩ።
ብድሕሪኡ ኣውይካ ምድራፍ ቀጺልካ። ድሕሪኣ እታ ደርፊ እቲ ትልሂት ኣውይና ቀጺለያ ማለት እዩ። ክንዲ ውን ትደርፍ ኔርካ ኢካ ኣብቲ ሽዑ ግዜ። ዳርጋ ሳክሳይ ብዙ ምኩሳይ ኣይኮነ እምበር እደርፍ እየ። ትመልኮ መሳርሒ ባህላዊ ሙዚቃ ከ ኣሎ ዶ? ዝመልኮ
ዝደርጋ ኣብ ኮቦሮ እዩ እቲ ባህላዊ። ኮቦሮ ደሓን እየ ሓሪመ እየ ኮንጋ ደርቡካ መኣስ ይጻወት እየ ብዙሕ ኣይኮነስ ተማሂረ ድየ ኣይኮነስ ብልምዲ ዝሓዝኩዎ መሳርያ እዩ ሕጂ ንኣብነት ኣብዚ ደገ ወጻኢ ክንገይሽ እንከለና ገለ ጽገ ሽግር ናይ ኮቦሮ ገለ ሓደ ሓደ ግዜ ውሑዳት እንዲና ንገይሽ ኣብኡ ሕጂ ኣብ ገሊኡ ኮቦሮ ይሕዘሎም እየ ነቶም ናትና ስራሕ ማለት እዩ ኣብ ገሊኡ ሳዕሳዕ ይኾን ኣብ ገሊኡ ኸዓ ኮበሮ ሒዚኻ ይስርሕ እዩ ማለት እዩ። ኦኬ ሕጂ ከበሮ ክትጻት ከለኻ ከበሮ ባህላዊ ከበሮ ድረቡቡካ ኣሎ ኮንጋ ኮንጋ ኣሎ እቲ ኖርማል ኮበሮ ኸዓ ኣሎ ንዘን ደሓን ይጻወተን እየ ማለት እየ። ብጣዕሚ ጽቡቅ ደሪፍካ ከ ትፈልጥ ዶ ስቴጅ ወጺኻ? ደርፊ እቲ ከምታ ዝበልኩኻ እቲ ቅድሚ ቅድሚ ናጽነት ዝነበረ ሓደ ስዉእ ብጻይና ኣሰላ እድሪስ እዩ ጸኒሑኒ ኣብቲ ጉጅለ ከም ደራፋይ ማናቲ ኣነ ምስ መጻእኩ ከኣ ብሓንሳብ ኮይንና ንደርፍ ነይረ ንኣብነት ሕጂ በዚ ሕልቲ ደርፊ ጅምረለይ ንሱ ኣነ ከኣ ኣብ ኣኸላ ተቀቢለ ከኣ ይቅጽሎ ሕጂስ ብሓንሳእሲ እደርፍ ነይረ ማናተ ናይ ዓረብ ናይ ኩናማ ወላ ናይ ትግሬ ናራ እውን ፈቲነ ነይረ ከማን ሓቂ ሓይሽ ሽዓ ግዜ ብዙሑ ግን ኣይቀፅለን እምበር ወዲ ፈሮ ነይሩ ጊታሪስት ሳናህና ሕጂስ ትግሬ ናራ ሕዳር እዘን በይምልኦም ኣፅንዐ ይብለኒ ነይሩ ትግረ ከማን ኣውፅለ ነይረ ከማ ዝክሮ ከም ግን ኣይቀፀልኩዎም ብዙሕ እምበር ይድርፍ ነይረ ከም ደርፊ ምስ ኣዶንጎ ርኢልካ ነይረ ሓንቲ ደርፊ ምስ ኣዶንጎ ድሕሪ ናጽነት ብዙሕ እየ ማለትሲ ከም ክልትና ብሓንሳብ ኮንና ዝደረፍናዮ ደርፊታት ኣሎ ወላ ኣብ ሰማንያን ትስዓን ሸውዓተን ፌስቲቫል ኣብ ቺቸሮ ሩዋንዳውያን ክመጽእ ከሎ ኣብኣ ሓንቲ ደርፊ ብሓንሳእ ዝደረፍናያ ኣላ ወላ ኣብ ሮማ እውን ኣሎ ደርፊታት ብሓንሳእ ዝደረፍናያ። ስለምንታይ ኢኻ ብድሕሪኡኸ ደርፊ ዘይቀጸልካ? እቲ ትልሂት ስዒርዎ።
ክልቲኡ ብሓንሳእ ነይሩ ግን መወዳእታ ኣብ ሓደ ኣድሂበን ኣብ ትልሂት ጥራይ ኮይነ'የ ማለት። ያቆቢኖ ሓድሽ ቅዲ ወይ ኪሮግራፐር ኢኻ ሓድሽ ቅዲ ክትውጽእ ከለኻ እንታይ ዓይነት እንታይ ዓይነት ሲስተም ኢኻ ትጥቀም? ንሕና ኩሉ ግዜ ሓድሽ ቅዲ ክነውጽእ ከለና ካብቶም ደረፍቲ ኢና ኩሉ ግዜ ንሕና ንብገስ ቀንዲ መበገ ኣበገስትና ደረፍቲ ናህና እዮም መጽናዕቲ ገይሮም እቲ ደሪፊ ኩሉ ኣዳልዮም እዮም ዘምጽዎ ካብታ ንሶም ዝሃብዎ ሓደ መጀመርያ ብጽሑፍ እዮም ዘቕርብዎ ኣብ ምንታይ ኣጋጣሚ እዮም ዝፀወቱ ኣታ ትልሂት? ናይ መኸተ ድዩ ናይ መርዓ ድዩ ናይ ፀሃያይ ድዩ ናይ ዝኾነ ይኹን ጥራሕ እቲ ኣርእስቲ ናይታ ደርፊ ብምልኡ ፀፃሒፉ ምስ ተዋህበና ካብኡ ኢና ተበጊስና ንሕና ሕጂ እታ ትልሂት ክንፍጥር ማለት ካብቲ ግጥሚ ተበጊስና ኢና እታ ትልሂት ምስቲ ግጥሚ ዝመሳሰል ዝኸይድ ልክ ነቲ ዕላማ ነቲ ተሓስብዎ ዘሎ ናይ ጸሓያይ እንተኾን ልክ ምስ ጸሓያይ ዝኸይድ ትልሂት ጌርና ኸኣ ብኣይና ክነዳልዮ ኩሉ ግዜ ስራሕና እንራይ ብጣዕሚ ጽቡቕ ኩለን ብሄራትና ትጻወተን ኢኻ ኣብ ትልሂት ኩለን ትጻወተን ካብ ኮንካስ ብፍሉይ ደስ ዝብለካ ዓይነት ሳዕስዒት እንታይ ኣሎ? ኣሚር ሃብተይ እዚኣ ከባድ እያ ኩለን እየን ዝፈትወን ኣነ ናይ ብሓቂ ንኩለን ሲ ብማዕረ እየ ዝፃወተን ግን ካብኡ ናብኡ ከዓ ብዝያዳ ደስ ዝብለካ እውን ዝብል እውን ኣሎ እንዲ ሓደ ግዜ ንሱኻ እንታይ እዩ ሓቂ ሓይሽ ኣብ ውሽቶም ስለ ዝኣበይኽ እዩ ንሱኻ ብሄረ ብዳዊት እዩ ብዳዊት ስጅ ምሶም ስለ ዝኣበይኹ እቲ ከባቢ ከዓ ዝበዝሐ ብዳዊት ዘለዎ ቦታ ስለ ዝኾነ ውላ ኣብ ሱዳን ከለውን ምሶም ስለ ዝነበርኩ ማስ ን ቁሩብ ሕልፍ ሃለፋ ይህባ እየ ናታ ዳዊት ማለት ብጣዕሚ እየ ዝፈትዋ ንሳ እምበር ኩለን ሲ ማዕረ እየ ዝፈትወን ፍታው ሲ። ያቆብ ኣብ ብዙሓት ዞባታት ምሂርካ ኣለኻ በየናይ ዞባ ኢኻ ክትምህር ጀሚርካ? ኣነ መጀመርያ እታ ዝጀመርክዋ ዞባ ዞባ ማእከል እዩ ንሱ ኸኣ ምስ በዓል ሸባይት መኮነን ሸባይት ማለት እየ። ኡስታዝ መሓመድ ስዒድ ብሓንሳእ ኣሕመድ እብራሂም ሳቤ ብሓንሳእ ኮይና ንኣብኡ ናይ ትልሂት ገሌና ናይ ተልሂት ትልሂት ገሌና ናይ ግጥሚ በዓል ሻባይት ግጥሚ ናይ ትግርኛ ሓመድ ስዒድካ ናይ ትግሬ ሳቤኻ ነታ ግሩብ ናይ ናይ ትግርኛ ጸላሒቲ ሒዙ ኣንኻ ግሩብ ነይቶም ናይ ትግሬ ሒዝና ደርጋ ሓደ ክልተ ስለስተ ዓመትሲ ብኡም እየ ጀሚረ ማለት እዩ ኮርዮግራፊ። እሞ ንፉዓት ሳዕሳዕቲ ረኺብካ ዶ? ብጣዕሚ ብጣዕሚ ንፉዓት እዮም ኣብዚ ዘሎ ሳዕሳዕቲ ደርጋ ሕጂ ኣብዚ ዞባ ማእከል ዘሎ ብምልኦም ድረፍቲ ይኹን ወላ ሳዕሳዕቲ ደርጋ ካብኡ ዝፈርዩ እዮም። ብድሕሪኡ'ኸ ናብ ካልኦት ዞባታት ክትምህር ከይድካ ዶ? ድሕሪኡ ውን ወ ኺደ ዞባ ደቡባዊ ቀይሕ ባሕሪ ነዊሕ ግዜ ደርጋ ንሶም እካ ስድራ እዮም በቃ ጤሳ ጥራ ተሪፋሃኒ ንሶም እምበር ልክዕ ከም ገዛይ ናይ ባቂ ንሶም ከኣ ዝኾነ ፌስቲቫል ክመጽእ ከሎ ንኣይ እዮም ዝድውልለ ቀጻሊ ንሶም ከኣ ነዊሕ ግዜ ሰሪሐ እየ ማለት እዩ ካልእ ዞባ ጋሽ በርካ ንሶ እውን ክልተ ዓመት ሰሪሐ እየ ምስ በሉ። ያቆብ ብዙሕ ኣብ ዞባ ደቡባዊ ቀይሕ ባሕሪ ሓንቲ ትብሃል ኣላ ብዙሕ ግዜ ፌስቲቫል ክመጽኡ ከለዉ ንርእዮም ኢና እቶም ተላሃይቲ ያቆብ ተምሂርና ኢና ብዝያዳ ንዕወት ይብሉ እዮም ያቆብ ተሎ ግድን ክዕወቱ እዮም ደቡባዊ ቀይሕ ባሕሪ በሃሊ እሞ ካብ ምንታይ እዩ እዚ እዋእ እንዴ መቸም ንዓወት ጥራይ ዘይኮነ ከመዛት እቶም ኣብ ተላሃይቲ ናይ ዞባ ደቡባዊ ቀይሕ ባሕሪ ድርጋ ልክዕ ከምዚ ከም ኣብ ሃዎም ከማይ በቃ ወላ ይዕወቱ ኣይዕወቱ ብዘይገድስ ንዓ ኣነ ክመጽእ ከለኹ ብጣዕሚ እዮም በቃ ብስምዒት እዮም ክሳይ እዮም ዝገብሩ ዝሰርሑ መን እዩ ዝመጽእ ዘሎ መጀመርያ ይሓቱ እዮም ከማን እቶም ሓለፍቲ ናቶም ፌስቲቫል ክመጽእ ከሎ ሕጂ ይሓቶ እዮም መን እዩ ዝመጽእ ዘሎ ኮሰሉ ኖኖ ያቆብ ክመጽእ ኣሎ ጥራይ እዮም ዝብሉ ሕጂ ካብ ኩቱር ፍትወት እዮም ኣትምሻ ኣለክ ነዊሕ ግዜ ስለ ዝተመላለስኩ ደርጋ ሓደ ስድራ ቤት ኢና ኮይና በቃ ምስቶም ተላሒተና ብዙሕ ግዜ ከዓ እሰ ካብ ዝመሃር ካሉካ የእወት እዮም ወይ ኣነ ዘለዉ ከዓ ኩሉ ግዜ እዮም ከዓ ከይተዓወቱ ሓሊፎም ኣይፈልጡን እዮም ፍጹም ቅድሚኡ ኣብ ብዙሕ ነገራት ይዕወት እንዲዮም ዶብ ቀይሕ ባሕሪ ብዝያዳ ግን ኣብ ትልሂት ያቆብ ኣብ ዝመፀሉ ኢና ንዕወት ይብሉ ልክዕ ሓቂ ክንደይ ዓመት ኢካ ተዓዊትካ ምስኦም ተሳቲፍካ ኣርባዕተ ዓመት ኣርባዕተ ዓመት ምሂርካ ኣርባዕተ ዓመት ስርት ምሂረ ኣርባዕተ ዓመት እንካ ኣነ ዘለኾን ብሙሉእ እንካ ተዓዊቶም ማለት እዩ። ብጣዕሚ ደስ ዝብል ያቆቢና ከም ሓደ መምህር ከምኡውን ገዲም ተልሃይ ያቆብ ተተኪእና ኢና ትብል ዶ? ተኪኦምናስ ንኦም ዝትክኡ ከማን ከማን ኣርኪቦሞም ከማን ክብል ዝኽእል ኣነ ደፊረ ማናቲ
ኣፍርዮም እዮም ማናቲ ንሶም ኮኑ ሕና ኣፍሪናስ ትዘፍሬናያን ከምሲ ኣሰር ናቶም ዝኸትሉ ንኣፍርዮም እዮም ከም ንኣብነት ወላ ካብ ውሽጥና ካብታ ጉጅለ ስብሬት ክጅምር ተኽእል እኺ ብዙሓት ተላሂቲ እዮም ዘለዎ ተገዳይም ተደርጋ ኣዝዮም ውሕዳት ኢና ዝበዝሑ እቶም ኣሰር ናህና ተኸትሎም ክሳብ ሕጂ ኣብዚ ደረጃ ዝበጽሑ እዮም ማለት እዩ። ሕጂስ ኣፍሪና ኢና ዝብል ኣነ ስምዒት። ብዙሓት ተላሃይቲ ኣፍሪኹም እንዲኹም ያቆብ፣ ብዝያዳ ግን እስኻ ከም ሓደ መምህር ወይ ኪሮግራፈር ናይ ሳዕስዒት ብፍሉይ ዝምስጠካ ሳዕሳዓይ ኣሎ ዶ?
ንዓይ ኩሎም ብጣዕሚ ንፉዓት እዮም ንዓይ ናይ ብሓቂ ኣብዘን ኣብዚ ፍል ኣብ ዞባ ማእከል ዘሎ ተላሃይቲ እሞ ከዓ ኣብ ኩሉ ወላ ኣብ ባህላዊ ጉዳያት ይኹን ወላ ኣብ ሚኒስትሪ ምክልኻል ዘሎ ተላሃይቲ ብምሉ ብኣነ እንዲም ሓሊፎም እንዲም ባህልን ስፖርትን ዘሎ እዞም ብምሎም ደረጋ ኣብ ድሕርና ዝመፁ ብኣና ዝሓለፉ ተላሃይቲ እዮም ብጣዕሚ ንፉዓት እዮም ብፍላይ እሞ ከዓ ዝያዳ ሓጋዚ እንትረኪቦም ትምህርቲ እንትረኪቦም ሲ ድርጋ ካብዛ ንላዕሊ ክኮኑ ዝክእሉ ምንእስያት እዮም ዘለውና ንኩሎም እኳ ይፈትዎም ሓቂ ሓይሽ ግን ካብን ኣብካ ብዝያዳ ዝመስጠካ እውን ናትካ ትሕት ስለ ኣነስ ብዝያድ ሕቲ ዝመስጠኒ ጠልሃያይ ኣብቲ ጉጅለ እዩ ዘሎ ወዲ ጉጅለ ጥራይ ዘይኮነስ በታ ስራሕ ናቱ ከም መጀመርያ ክብገስ እንከሎ ናተይ ኣሰር ተኸትሎ ስለ ተበገሰ ንሱ ጥራይ እታ ትሕጎሰ ንሱኻ በረኸት ሓጎስ እዩ ብጣዕሚ ዝፈትዎ በረኸት ሓጎስ
ብዙሕ ሰብ ይፈትዎ እዩ። ኣነ ኣዶንጎ ኪኒ ጀማል ይበሃል ደራፋይን ሳሳይን ሙዚቀኛን

ቅዲ ሳዕስዒት ተቐይሩ ይመጽእ'ዩ፣ ገለ ናብ ዘመናዊ ገጹ መጽእ፣ ገለ ግን እቲ ናይ ብሓቂ ዝነበረ ሳዕስዒትናስ ልክዕ ኣሎ ንብሎ ኢና፣ ኣብ ገለኻ ይሃስሰና ንብሎ፣ ሕጅስ ከይጠፍኣና ከም ባህልና መጠን ትፈርሖ ዓይነት ሳዕስዒት ኣለና'ዶ ወይ ብሄር?
ወይ ሕጅስ ኩሉ ግዜ እንታይ'ቲ እተን ትልሂታት ንሕና ንገብሮም እተን ትሽዓተን ብሔራት እንድን ኣብታ ጉጅሌና ንሰርሐን ሕጂ ግን ሰምዕ ኢኻ እቲ ብዙሕ ሰብሲ ኣብ ገሊኡ ኣነ ሕጂ ሓይሊ ሓቂ ሓይሽ ኣብዚኦም ካልኦት ብሔራት እየ ሕጂ ብዝያዳ ግን ወላ ኣብተን ካልኦት ብሔራት እውን ኣሎ ብፍላይ ምንታይ እዮም ዝዛረቡ ሕጂ ኣብቲ ምትሕዋስ ይዛረቡ እዮም ብዙሕ ሰብ እዩ ዝዛረብ ንኣብነት ታሕርሜሲ ሴራን ከላ እንታይ እዮም ዝውስኹላ? ኳስ እዮም ዝውስኹላ። እቲ ምንቅስቓስ ማናት እዩ። ኳስ ርእሲ ዝኸኣለ ትልሂት እዩ። ናቱ ህርሚት ኣሎ። ሴራ ኸ ርእሱ ዝኸኣለ ህርሚት ናቱ ትልሂት ዘለዎ እዩ። ሕጂ ምትሕዋስ ኣሎ ኩሉ ግዜ ወላ ኣብ ካልኦት ኣብተን ካልኦት ብሄራት ከ ምትሕዋስ ኣሎ። ሕጂ ቀንዲ ግን ዝያዳ ከመን ብዙሕ ሰብ ዝዛረበካ ኣብ ምንታይ እንትልክንኻ ብፍላይ ኣብ ትግርኛ እዩ። ትግርኛ ሕጂ ብዙሕ መገላበጢ ምንቅስቃስ ሲ የብሉን ከምዘን ካልኦት ብሄራትና ሲ ከምድላካ ተገላቢጥካ ትገብሮ ነገር ሲ ብዙሕ ኣዩ ሃብታም ሲ ኣይኮነን ማናት ኣብቲ ብፍላይ ኣብቲ ኩዳ ክትመጽእ ከለካ ሕጂ ኣብ ኣብ ትግርኛ ሲ ብዙሕ ሰብ ኢካ ትሰምዕ ማስ ትግርኛሲ ማራ ኣማና ከይዳ ካብቲ ባህሊሲ ትወጽእ እያ ዘላ ስለምንታይ ተንካ እቲ ብፍሉይሲ ስለምንታይ ንበይና ትጎየ ዘለ እንታይ ስለ ዝኾነ ዝብል ብዙሕ ሰብ እዩ ዝዛረብ ኦኬ እዚ ከ እንታይ ድዩ ዓቕሚ እዩ ዝብለካ ክብል ዝኽእል ኣነ ዓቕሞም እዩ ተንቅሎሲ ይስርሑ እዮም ዘለዉ ስለምንታይ እዚ ሓደ ጓሳሲ ኣጣልሲ ጓሳ እንተ ዘይብልሲ በይኑ እንሰይድካ ስኡ ኢሉ ኣብ ዝኾነ ግራት እዩ ዝኣቱ ኢዚም ካሊእ ከይኾኑ እዩ ስለምንታይ መሰረት ኣይሓዙን እዮም ዘሎ ካብ መሰረት ክብገሱ ኣለዎ ትዛረብ እንተኾንካ እኳ እንታይ ስለ ዝገበርካ ኢኻ ትዛረብ መጀመርያ ክትገብረሎም ኣለካ ድሓር ክትዛረብ እምበር ኣብ ትግርኛ ብጣዕሚ እዩ ኣንፈቱ እንዳተቐይረ እዩ ዝኸዩ ዘሎ ካብ ኩሉ ከማን ኣብ ኣከዳድና እዩ ሓቂ ኣከዳድና ወላ ሃራይ ዘመናዊ በል ዞናዊ ትግልን ክትብል እንከለኻኳ ካብቲ ናትካ ባህሊ ኢኻ ተመርኪስካ ካብ ዛመናዊ ክትገብሮ ትኽእል ዳምበር ካልእ ናይ እንዳማትካ ኣምጺኻ ግን ኣባይ ኤቲኻ ዛመናዊ ክትገብሮ ግን እንድያ ኣነስ ኣብ ብዙሕ እንድየ ርእየ እዚያ ክሳይ እዚያ ብዙሕ ግዜ እኻ ተዛሪብነሉ ህዝቢ ኻኣ ብዙሕ ግዜ ተዛሪቡ እዩ እዚ ኻኣ መቸም እንሻላህ ሓዲኡሲ ክኸውን እዩ ክንእርዮስ ክንፍትነ ብዝኾነ መንገዲ መቸም። ሕጂ እታ ኣሰኪፋ ዘላ ኩዳ እያ ማለት እዩ። ኩዳ እያ እቲ ቀንዲ እታ ትግርኛ እታ ኣሰኪፋ ዘላ ኣብ ካልኦት ብሄራት ካብ ምትሕውዋስ ደኣ እምበር ካብቲ ባህሊ ኣይወጹን እዮም ወላ እቲ ወጽኢት ዝደለኻ እውን ከውጽኣካ ኣይክእልን እዩ እተን ካልኦት ብሄራት እንታይ ግን ኣብ ሓደ ትልሂትሲ ካልእ ትልሂት ምትሕዋስ ንኣብነት ኡኩንዳ ከሎ ኡሌዳ እያ ትብሉ ተህርሚ ትንሳእ እንከሎ ላሌ እንከሎ ሳሪ ጎብለል እዩ ትብሉ ሕጅስ ክልተ ትልሂት ሰብ ሓደ ከበሩ ኣብ ዘይናቱ ምእታው ጥራይ ደኣ እምበር ኣብ ካልእ ብዙሕ ኣብቲ ናይ ካብቲ ናይ ምዕባለ መጽኻ ወላ ትወጽእ እንተደኻስ ትወጽእ ኣይትኸን ካብቶ ናይ ብሔራት ኣብ ናይ ትግርኛ ግን ምሻለከ ምስቲ ብዙሕ መገላብጢ ዘይብሉ እታ ኩዳ እተን ዝገብረ ጆ ከይፈትኡ ኣማራጺ ምሳኑ ሕጂ ናብ ካልእ እዮም ዝኸዱ ሕጂ ግን ኢዚ ከኣ ኣመና በዚሑስ ተጋኒኑ ሕጂ ደርጋ ሃሲሱ ኢቲ ቅርጺ ናይታ ትግርኛሲ እንዳ ጠፍኤ ኢዩ ዝኸይድ ዘሎ ሕጂ እቲ ቅርጺ መጀመርያ እንተሒዝካ እኳ ከም ድሌኻ ትገላብጥ ትኸእል ኢኻ ቅርጺ ከይ ኣትሓዝካ ግን መጺእልካ ብኻልእ እንተጀሚርካ ግን እቲ ባህሊ እንታይ ዝኸውን ዘሎ ሕጂ ብኸምይ ወላ እቲ ወለዶ ከማን ብኸምይ ድሕርኻ ዝመጽእ ዘሎ ንኡ ሒዙ ኢዩ ዝኸይድ ዘሎ ሕጂ ንነፍስና ንሂ ግዝያዊ ደይኮነንሲ ንቲ ድህርና ዘሎ ወለዶ ዝመጽእ ዘሎ ከኣ ኢንታይ ኣይነት መልኽቲ ኢና ክንጽንሓሉ እዚ ዊን ክንሓስብ ኣለና ማለት ዩ።
ካብዞም ናይ ቀደም ሳዕሳዕትን እዞም ሕጂ ዘለው ሳዕሳዕትንስ ኣብቲ ብሄራት ለውጢ ኣሎ? ኣሎ ኣሎ ለውጢ ኣሎ ብፍላይ ኣብ ውሽጥና እንተመጺኺ ንሕና ካብቲ ባህሊ ኣይንወጽእን እንዲና። ዳርጋ ዋላ ታሽን ውን ክትወጺ እንተልያ ከውን ታሽን ውን ኣይተውጻካ ኣይትክእልን እያ ሃገራዊ ባህሊ ሰለ ዝኮነ ማለት እየ ለውትስ ብዙሕ እዩ ዘሎ ግን ኣብ ምንታይ ኣብ ውሱናት ሰባት እየ ክብል ዝክእል ኣነ እንታይ እዩ ንሱ ከኣ እቶም ብቐጥታ ምስቶም ብሄራት ኣብ ውሽጢ ዘለዉ ደርጋ ምልከት ወላ ኣብቲ ንብሄራት ውን ጽቡቅ እዩ ምሂዞማ እዩ ዘሎ ካብተን ብሄራት ወጻኢ ዘሎን ጉጅለታት ግን እንታይ ሕጂ ኣፍልጦ ስለ ዘይብሎም ኩናማ ተሓሪማ ብሽም ኩናማ ዜላ ኣሎ ሕጂ ሴራ ተሓሪማልካ ስብ ኢልካ ንድሕሪት ምጥላቅ ኣይኮነን ኣበይናይ ኣንታይ እያ እታ ሳዕስዒት መሰረት ናቱ ክትሕዞ ኣለካ መጀመርያ ናቱ መሰረት ትፈልጦ ኣለካ ሓደ ትምህርቲ ከይንብል ቤት ትምህርቲ ትልሂት ዝበሃል የለን ናይ ድምፂ ኣሎ ናይ ሙዚቃ ኣሎ እታ ዝደኸመት ዘላካ እንታይ እያ ትልሂት እያ ትልሂትሲ ደርጋቲ ህዝቢ እቲ ኣነ እንታይ ኩሉ ግዜ ልዕሊ ዝኾነ ትልሂት እየ ዝስርዖ ስለምንታይ ሞያ ኮይኑ ዘይኮኑስ ብትልሂስ ብዙሕ ዓይነት ክትገልጽ ትኽእል ኢኻ። ቅድሚ ሕጂ እውን ተዛሪበ ነይረ። ብደርፊ ነቲ ሰማዒ ክትገልጸሉ ትኽእል ኢኻ። እቲ ሰማዒ ንኣብነት ትግርኛ ዝደርፍ እንተሎ እቲ ሰማዒ እንታይ ክብልካ ዘሎ እቲ ብሄር ትግርኛ ክሰምዓካ ይኽእል እዩ። እቲ ዘይሰማዒኻ ግን ብምንታይ ኢኻ ተስምዖ? ወላ ሓንቲ ብትልሂት ጥራይ ኢኻ ከተስምዖ እትኽእል። ናብናይ ሕጂ ትልሂት ንሰማይ ተስምዖ ትኽእል ንዘይ ሰማይኻ እውን ከኣ ተስምዖ ትኽእል። ስለምንታይ ምልኽ በታ ምልኽቲ ናትካስ ተብጽሓሉ ትኽእል ኢኻ በታ ምልኽቲ ማለት በታ ምንቅስቓስ ምልኽቲሲ ትሕልፈሉ ትኽእል ኢኻ። ናይ መርዓ እንተኾይኑ መርዓዊ ከዲንካ እንተምጺእኻያ እዚ ንመርዓ ክብለካ ይኽእል እቲ ዘይፈልጥ ቋንቋ ዘይፈልጥ ቋንቋ ዝፈልጥካ ባህልናቱ ምዃንኻ ይርእየካ ኣሎ ማለት እዩ። ሕጂሲ ኤዚሲ ኣብ ስብሪ ኣብታ ሃገራዊት ባህልና ኽና ደርጋ ብዙሕ ኣይንወጽ እና ኣብቲ ባህሊ ደርጋ ብምሉ ከምታ ዝበልኩ ካብቲ መሰረት ተበግስና ኢና እቲ ክነዳሉ ቁሩብ እዞም ደገ ዘለዉ ከ ሓገዝ ከምታ ዝበልኩ ሓገዝ ቁሩብ ናይ ትምህርቲ ድዩ ወይ ከ ናይ መመጽ ወላ ብሕሪ ኣሎ እንዲም ኣብዚ ናይ ህዳር ኣሎ ናራ ኣሎ ትግሪ ኣሎ መጽኦም እንተ ሓቲቶምካ ዋላ ሓንቲ ክሳገቡ እቲ ዘድልዮምስ ክረኽቡ እኹል እዮም ሰኣን ምሕታት እየ ጥራይ ዝብል ኣነሰ እዚኣ እታ ክሳገቡ ብጣዕሚ ጽቡቅ ኣብ ስብሪት ግን እቲ ኩዳ ብልክዕ እዩ ዝስዕሳዕ ኩዳ ብልክዕ ኢና ንሳዕስዓ ካብቲ ባህሊ ኣይንወጽእን ሓቂ ኣብ ስብሪት መጺኻ ንኹለተን ብሄራት ተን ትሽዓተን ብሄራት ማዕረ ልክዕ ከምታ ናታ መበቆላዊት ናታ ብኡ ኢና ክንሰርሕ ወዛ ሕቶ እዚኣ ያቆብ ሓወይ ብዙሕ ሰብ ይሓይትኒ ንዓኻ ቃለ መሕተት ምሳኻ ከዕልል ኢለ ምስ ሓሰብኩ ንያቆብሲ ጽቡቅ ጌሩ ክገልጻ ኣለዎ እንድዮም ኢሎሙኒ ጽቡቅ ጌርካ ከኣ ገሊጽካያ ምክንያቱ ኣሰካፊ ኮይኑ ኣሎ እዚ ናትና ናይ ብሄረ ከምዚ ኩዳ ንብሎ ወይ ኩዳ ዓረዛ ኢልና ንጽውዖ ብዝያዳ ከኣ ሰሚዖምኻ ክኾኑ እቲኦም ሓደሽቲ ተላሃይቲ ተስፋ እገብር ያቆብ ሓወይ ጉጅለ ስብሪት ብኸመይ እያ ተመስሪታ ያቆብ ሓወይ ጉጅለ ስምሪት ቅድሚ ስምሪት መጀመርያ ካብ ተስዓን ሓደን ድሕሪ ናጽነት መወዳእታ ወር ሓደ ጉጅለ ያታ ትበሃል እያ ነይራ። እዛ ጉጅለ እዚኣ ከዓ ካብ ኩለን ክብ ሰራዊታት ካብ ሜዳ ዝኣተዋ ጉጅለታት ባህሊ ካበኤን ተዋጺኣ ዝቖሜት ጉጅለ እያ። መሓመድ ዑስማንን ሊንጎ ሊንጎ እየ ዝብላ ኣንሰይቲ ሽሞኻ ብዙሕ ክሳ የብለን ንሶም እዮም ሒዞማ ነይሮም ከባቢ ስልሳን ትሽዓተን ሰባት ትኸውን ነርና ሽዑ ኣብ ሓንቲ ጉጅለ ጥራይ እዚኣ ማለት እዩ። ደርጋቶም ጠላሓይቲ ሸኣ ዝነብሩ ባል ቨሮኒካ ሰለሙን፣ ኣልማዝ ተስፋይ፣ ኣልማዝ በርሄ፣ ላሽ ሸመንታ፣ ሊያ በይሩ፣ ፍሬወይኒ ተወልደ፣ ለቲና ተስፋማርያም እዚኦም እዮም እቲ መጀመርታ ነታ ጉጅለ ዝቖመ ማለት እዩ። እዚ እንተ ነዋሪ ትኸውን ከሎኻ ኣወዳት እውን ኣሎ ዮናስ ሰራየ ኣሎ ቶሊ ባምባ ዝበሃል ኣሎ ወዲ ማሕሙድ ሙሳ ኣዲንጎ ኪኒ ኣሕመድ እብራሂም ተላሕያ ነይሩ ሽዑ ማለት እቲ ግዜ እቲ እዞም እቶም ጠላሒት ኾንኩሎ ደረፍቲ ከኣ እቶም ባል ኡቱኹል፣ ጓል ኣንከሬ፣ ሓብቱ፣ ወዲ ለተ እዋእ እንዲ መቻን ስረስኤ ማሓጃይት ሚንዛላ ኡድሩፍ ባል ዓምሪ እዞም ክሳብ ሕጂ ኣለዎ ካብቶም መጀመርታ ያታ ክንቆም ከለና እዚኦም እዮም ቆይምና ማለት እዩ። ድሓር በብቕሩብ በቢ ክሳይ ገሊኡ ተጣይሱ፣ ገሊኡ ከኣ ብካልእ ምክንያት ከኣ ካብቲ ጉጅለ ናብ ካልእ ጉጅለታት ተመዲቦም ሕጂ ዳርጋ እታ ካብ ትስዓን ካብ ትስዓን ክልተ መወዳእታ ድሕሪ ምቛማ ትስዓን ኣርባዕተን ትስዓን ሰለስተን ዳርጋ እታ ጉጅለ ያታ ብዙሕ ኮነ ዑደት ጌርና ባብ ሱዳን ክሳብ ባብ ጀርመን ባብ ኢትዮጵያ ትግራይ ብዙሕ ኢና ዑደት ጌርና ማናት ሸዑ ድሕሪ እዚ እያ እታ ጉጅለ ስብሪት ትስዓን ሓሙሽተን ድዩ ትስዓን ሽዱሽተን ከባቢ እታ ጉጅ ከምዛ ዘለወትን ኣባላት ንሶም እዩን ከሎ ሽም ጥራ ተቐይሮ ስብሪ ተባሂላ ከዓ መን የመርሓ ነይሩ ከ ሽኡ መሓሙድ እዚ ካሕሳይ ግብሪ ህይወት ማለት እዩ ከም ሓላፊ ኮይኑ ከዓ እታ ጉጅለ ከማይ ኢላ ቀጺላ ዳሕራይ ግን እቲ ንኣባላት ብምሉኦም ደርጋ የሎን ህጂ ኣብቲ ስብሪት ምስ ሰገርና ሰለስተ ኣዋዲት ጥራይ ሰጊረን ሽዑ ካብተን ዝጠቐስኩኻ ከባቢ ክንዲ ኣስርት ገለመለ ኣዋዲት ዝኾና ዝነበራ ስብሪት ምስ ቆመት ክንደየን ሰጊረን ሰለስተ ኣዋዲት ጥራይ ተሪፈን መን እየን ለቲና ሊያ በይሩ ላሽፈንታይ ኣላ ይርሓማ ተሰውያ እዞን ሰለስተ እየን ጥራይ ናብታ ጉጅለ ሰጊሮም ማለት እዩ ተላሓይቲ ብምሉና ነርና ግን በብቕሩብ ሕጂ እውን ኣሎ ባለ ወዲ ሙስ ዋላ ኣዲንጎ ከም ተላሐይቲ እቶም ሰለስትና ሳልሳይ ኣነ ማለት ካብተን መጀመርታ ዝቆምና ኣብተን ኣዋልድ ካብተን ኣዋልድ ከኣ እተን መጀመርታ ይምዘን ዝነበራ ከኣ ሓንቲ ጓል ጥራይ ዘላ ሕጂ ማለት እሳ ከኣ ኣወድያ ጥራይ ዘላ። ኣወድያ ምስዚኤን ሰለስተ ነይራ ድያ? ኣወድያ መጀመርያ ምስዞም ናይ ምስቶም ናይ እንታይ ይበሃሉ ናይ ስራውታ ድዩ ናይ ኮራት ትብል ኣብያ ተወዚዓ ነይራ ባናቕፋ እያ ተወዚዓ ነይራ ካውብያ ድሓር ኣብዚኣ ምስ ኣስመራ ምስ መጸት ኣብ ኻናን ኣባና ተመዲባ ከም ራብዐይቲ ጓል ንሳ ካብ ማስ ኣርባዕቴን ሳሳዕቲ ኮይነ ማለት እዩ። ሕጂ ዓወዳ ተሪፋ ኣላ። ሕጂ ኸኣ ካብዘን ኩለን ዝብለክን ዘለኹ መጠረሻ ከመን እያ ተሪፋ ዘላ ሓንቲ ጓል ዓወድ እያ ጥራይ ተሪፋ ኣወዳትካ እዞም ሰለስተ ኣነ ኣዲንጎ ወዲ ሙሳ ሳቤ ካብቶም ተላሓይቲ ዝነበርና ማለት እዩ። ኣለኹም ኣርባዕተ። ዮናስ ኣለና። ብጣዕሚ ደስ ዝብል እዩ ያቆቢኖ ኣብ ብሄረ ኩናማ ፍሉይ ወኒ ኣሎ ብፍላይ ንዓይ ማለት እዩ ዘድንቀሎም ባህርያት ውን ኣለዎም ሓደ ግዜ ኣብ ኣብ ካልኣይ ናይ ውድድር ናይ ሽንግርዋ ዝነበረ መደብ እንዳመራሕኩ ከለኹ ኣብቲ መወዳእታ ናይ መወዳእታ መዓልቲ ውድድር ነይሩ ተዘይተጋጊኻ ፋሲካ መዓልቲ እዩ ነይሩ ኣብኡ ደገፍቲ ናይ ጋሽ ባርካ መሬም ሻውሽ መሬም ንፍዕቲ ድምጻዊት እያ እሳ ክትወዳደር ከላ ካብ ብዙሓት ዞባታት ኔሮምና እዮም ካብ ደቡብ ኔሮምና ካብ ማከል ኔሮምና ካብ ሽድሽኤን ዞባታት ኔሮምና ሽድሽኤን ዞባታትናስ ኔሮምና ምስ ደረፍቲ ብፍሉይ ግን መሬም ሻውሽ ክትወዳደር ከላስ ኣውቶቡስ ተኻርዮም እቶም ናታ ቲፎዞ ናታ ደገፍቲ መጽዮም ኣነ ብጣዕሚ እየ ሰንቢደ ኣፍ ደገ ሮማ ምስ ረኣኹዎም ብምልኦም ምስ ኣቶስ ዳርጋ ፍርቂ ሮማ ኮይኖም ማለት እዩ ካብ ምንታይ እዩ ዝብገስ እቲ ወኒ ዋላ እቲ ናይ ከምኡ ዓይነት ስምዒት ምህላው
እቲ ከባቢ እንደ ኩሉ ግዜ ሓቂ ሓይሽ ጋሽ ባርካ ናይ ባህሊ ናይ ባህሊ ቦታ እዩ ክብለኪ ዝኽእል ሓደ ትሽዓተን ብሄራት እየን ደርጋ ኣብኡ ዘለዋ እቲ ባህሊ ካብ ብፍላይ ኣብ ብሄር ኩናማ እንትመፅእ ከዓ ባህሊ ብጣዕሚ እዮም ዘኽብርዎ ኣብ ኩሉ እዩ መዓሲ እና ብን ህጃ ቤት በዓልታት በዓላት ኣሎ ባልኩንድራ ዝበሃል ኣሎ ባልኩንድራ ህጂ ፍሉይ በዓል እዩ ከምዚ እንታይ ዝብሎ እዚ ኣሸንዳ ምሽ ንብሎ ኣለና
ከምኡ እዩ ህጂ እቲ ኩንድራ ህጂስ እንታይ መስልኪ ኣብ ባህሊ ብፍላይ ኣብቲ ብሄረ ኩናማ መፂኸ ብጣዕሚ ወናማት እዮም ኣብ ባህሊ ሓፈሻዊ በቲ ዞባ ገርሻንቲ መጺኣ ከማን ኣትያ ሕጂ እቶም ቲፎዚ ናይ መርያም ሻዊሽ ከኣ ማስ እታ መርያም ብጣዕሚ ነፍዕቲ እያ ፍዕቲ ድራፊት እያ ተባርንቱ ከኣ ነፍዕቲ ማስ ፍልጥቲ እያ ከም ድራፊት ሕጂሲ ብጣዕሚ ስለ ዝፈትዎ እየ በቃ መርያም ሻዊሽ መርያም ዝፈትዎ ንሳ እያ እታ ክብለኪ ዝኽእል ምስስ ብዙሕ ባሕሪሲ ብጣዕሚ እየ ዝፈትዎ
ከምኡ ደኣ ካብ ባረንቱ ብምልኦም ተጠርኒፎም ክመፁ ከሎስ ተሓጊሰ ግዜ ብሄርካ ናትካ እንታይን እንታይን እዩ ያቆብ? ብሄረ ደ ትሽዓተ እዮም ብሄራት እንዲ ኖ ኖ ናትካ ካብ ምንታይ ያቆብ ኩናማን ናራን ኢኻ ምስለኒ
ይብሉ ሰብ ከምኡ እዩ ዝብለኒ ንዓሲ ክስታይ እንዲ ኣነ ተቐንዲቲ መቦቀለይ ኩናማ እየ ወዲ ጉሉጅ እየ ማናቲ እንዳ ኣባየ እንዳ ኣዴ ከዓ ናራሲ ይውለዱ እዮም ካብኡ ማለት ሕጂ እቲ ሰብ ዝበዝሐ በታ ሸደሊ ናተይ ናራ እዩ ዝብለኒ ሸደሊ ማለት እዚ ጥባይ እዚ ወይ እዚ ሸደሊ እዚ ጽቡቅ ጌርካ እስኪ ብዛዕባ እንግለጸለይ ንሸደሊ ሕጂ ሸደሊ እንታይ ለምስልክ እቲ ከባቢ ጋሽ ባርካ ናብና ሕጂ እቲ ዘለና ከባቢ ብዳዊት ናራ ትግሬ ዘሎ እዮም ሕጂ ምሶም ካይ እዚኦም ሶክዳት ዝባሃሉ ኣሌት ናይ ኩናማ ከ ኣብዮም ኣብ ውሽቲ እዚኦም ማናስ ከባቢ ጉሉዝ ዘሎ እዮም ንሶም እቲ ከባቢ ጉሉ እዮም ሶክዳ ዝብሉ እዮም እቶም ኣሌት ናትና ካብ ብሄረ ኩናማ እዮም ሕጂ ኣብ ውሽቶም መን ኣሎ እዚ ዝብለክ ዘሎ ኣርባዕተን ብሄራት ከ ኣብ ውሽቶም እዮም ዳርጋ ብሓንሳ ይዋሰቡ እዮም ምስ ናራ ምስ ትግረ ምስ ብዳዊት ናናሃዶምሲ ይዋሰቡ እዮም ምስቶም ኩናማ ማለት እዩ ሕጂ እንድዒ ናይቲ ከባቢ ጽልዋ ድዪ ወይስ እንታይ እዩ ብዙሕ ሰብሲ እንታይ እዩ ዝብለኒ መራ ዳርጋ ኩሉ ቢናራ እዩ ጥራይ ዝወዘኒ ኩናማ ዝብለኒ ከኣ ሰብ የለይ መሰረቱ ስለምንታይስ ኩናማ ላዕሊ ዘለዉ ከምዚ ናህና ሸደ እቲ ባሕሲ የብሎምን ናቶም ደቂቕ እዩ እቲ ናቶም ክስታይ ወላ ኣባና እውን እቲ ደቂቕ ኣሎ እንድዩ ግን ይፈላለ እዩ ሕጂ በኸማ ዝበዝሐ ቢናራ እዩ ዝፈልጠኒ ሕጂ ኣውላድ ልክ ናራ ኣሎ ህጂ ክሳብ ህጂ ኣብዚ ኣስመራ ህጂ ብናራ ይዛርቡኒ ህጂ ኣነ ህጂ እንታይ ሪኤ እቲ ናራ ይሰምኦ እየ ግን ኣይምልሶን እየ ህጂ እንታይ ገብር እታ ጽብቲ ዘላሃኒ ናራ እንዳ ተዛረበኒ ከሎ እንታይ ገብር ህጂ ኣነ ብዓረብ እየ ዝምልሰሉ ከይፈተወ ህጂ ብዓረብ ይኣቱ ንሱ እቲ ሰብ ሰምታ ናራ ክምልሰሎ ይክእኒ ብናራ ይዛረበን ዘሎ ኣይፈልጥ ንንኸ ይብሎ ከዓ ንኡ ክኸልፉ ስለ ዘይደሊ እንታይ ይብል ህጂ እሱ ኢለ ይሰምዖ ክዛረብ እንከሎ ድሓር ብዓረብ ገይረ ከዓ እታ መልሲ ሂቦ ሕጂ ዝበዝሐሲ ቤናራ እዩ ሳይ እምበር እቲ ብሄረ ቀንዲ ኩናማ የማናት እያ ን። ክንደይ ካብ ናይ ብሄራትና ቋንቋ ክንደይ ኢኻ ትመልኽ?
እምቦ ትንቅን ዝዛረበሉ ትግርኛ እሞ ኸኣ ደርጋ ሕቋ ሰባብሪ እንደ ዝዛረብ ብዙሕ ጽቡቕ ኣይኮነን ትዛረብ ኣለኻ ትግርኛ
ትግረ እውን ደሓን እየ መዓሲ ዝዛረብ እየ ትግረ ትግረ ኣብ ትግርኛ ውሽጦም ስለ ዝኣብኹ ማለት ኩናማ

ያቆብ ኣብ ብዙሕ ቦታታት ብዑደት ጌሽካ ኣለኻ እስኪ ኣብቲ መገሻ ገለ ዘጋጠመካ ትዝክሮ ዕለኒ። እቲ ዘጋጥመ ብዙሕ እኳ ኣይኮነን ብፍላይ ንዓይ ዘጋጥመኒ እንዲኻ እቲ ካልእ ሰብ እዩ ምናልባት ከምዚ ናተይ ኣጋጣሚ እንተረኺቡ ብዛዕባይስ ክዛረብ እኽእል እየ ግን በታ ንኣይ ዘጋጥመኒ ሕጂ በቓ እተ ምስ ካልኣየይ ማለት'ዩ ንበይነይ እንተ ኮይኖም ኣይኣደልክዎን ነይረ ግን ምስ ካልኣየይ ስለ ዝኾነ እታ ኣጋጥማሃና ዝነበረት ንሱ ኸኣ ኣብ መሽሙ ትፈትዋ ኣዲኣ ኸኣ ሲንጋቦራይ ኣብ ሲንጋቦር ፌስቲቫል ኢና ከይድና ሕጂ ኩሉ ግዜ መዳቕስቲ ወዲ ሙሳ እዩ ዋላ ኣብዚ ምስ ወዲ ሙሰ ኣብ ኩሉ በቃ ዝፈትዎ ዓርከይ ን ካብ መጀመርያ በቃ እዛ ጉጅለ ክንቆም ኮንና ክሳብ እዚ ዘለወ መዓልቲ ተፋሊልና ኮን ኣይንፈልጥን ማለት ኣብ ዝኾነት ነገር ማለት እዩ። ሕጂ ኣጋጣሚ እቲ ኣበል ኣብ ኢድካ እዮም ዝህቡኻ እሞ ስለ ዝህቡኻ ኢድካ ከኣ ሱፐር ማርኬት ዘድልየካ ርኢኻ ባዕልካ ገዚእኻ ትመጽእ ማለት እዩ። ስለምንታይ ኣብ ዝኾነት ገዛ እንዳ ቤት ምግቢ ናቶም ኣቲኻስ ክትበልዕ ኣይትኽእልናን ስንታ ኩሉ ቤሙሉ ሓሰኻ ማሰኻ ሳዕሪ ማዕሪ በቃ እንታይ እሞ ኣይንፈልጦን እቲ ምግቢ ሓቂ ሓይሽ ክትበልዖ ኣይትኽእልናኻ ምስ ባህልና ዝኸይድ ምግቢ ኣይኮነን ማለት እዩ ፍላ ኣብዚ በዓል ኤስያ ትኸይድ ከለኻ ምግቢ ናቶም ፍሉይ እዩ ኩሉ ናይ ባህሪ ጥራይ እቲ ዝበልዕዎ ምግቢ ማለት እዩ ሕጂ ንህና ከ እንታይ ክንመፅእ ከለና ኩሉ ግዜ ኣሎ እንዲዩ ግን ናትካ ግን ኣለዎ ሓደ እቲ ኣብ በዓል ሲንጋቦራ ደርጋ ብዙሕ ጸለምቲ ስደርጋ ኣይረኣኹን ክብለኪ ክኢለ ሻ ኣብተ ፌስቲቫል ጥራይ ርእዮም እየ እጂ ንኣኻ ክሪኡኻ ከሉስ ከም ስርኣት እዮም በቃ ከምዛ በምቡላ እዮም ዝጓየ ደድሕርኻ በቃ ንኣይ ምኻ ግደፍዮ ንኣይ ምግደፍ እቲ ካልኦት መድሃኒ እንድዩ ንኣይ ምኻ በካ ግደፍዮ ሸኣ ቁሩብ ኣይለበምኩም ዶ ኣንበር ጨርኬን ሳንስፌተተው እንትኢለሲ ካልእ ገንዘብ ኮነ ሒዘ ምመጻእኩ ነይረ ማለት ብስእሊ ጥራሕ ብጣዕሚ እዮም ክሳይም ዝገብሩ ሕጂ እንታይ ኣጋጣሚ ሕጂ ኣይነ ወዲ ሙሳን ደቂስና ከለና ኣብ ገዛ ሕጂ በካ እስኪ ሎምሲ ኣኽለና እስከ ሎም ጸባ ትድርና ንደቅስ ኢና ኣለና ምግብና ተብቲ ውሽጢ ግን ጸባ ሰትና ንደቅስ እና ጸባና ኣምፅና ባሰ ባኒ ገለ ነይሩ ፍሪጅና መሊኡ ዘሎ በልዕና ሕጂ ቴሌቪዥን እንዳርኣና ከለናስ ስኢሉ እዩ ዝገላበጥ ንሓመቱ እጂ ኣቲ እንታይ ኮንካ ይብሎ ሕጂ እባ ኣንታይ ያቆብ ኣነስ ጠምየ ዋእ ሕጂ እንዳ ሃበለ ኢካ ኖ ኖ ኣነስ መሪር ነገር በዚኣ ባካ ሓርሕሩ ዘይ ወሪድ እቲ እክሊ ሲ ጽምካ እክሊ ኮይኑ ስመ ስምታት ባል ናቶም ሶፍት ስለ ዝኮነ ምንታይ ደለካ እሞ ዋእ ንኣና በጃካ ወላ ኣብ ትሕትና ዘሎ ሱፐር ማርኬት ገለ ርኢና ክንመጽእ እባ ሓራይ እኮ ስና ኣና ይበል እስከ ኢለ ታታሒዝና ንወርድ ማለት እዩ ወሪድና ሕጂ ብኣክሽን እየን ቋንቋ እየ ትኽእሎና ደርጋ ኣብዚ እንዳ ጻማማት ናይ ሕጂ ኣብዚ ግዜ ኣነ እንተወሲዶምኒ ኖርማል እየ ዝረጋጋእ ምሶም ካብ ኩቱር ኣብ ደገ ዝለመድኮ ብኣክሽን ማለት እዩ ሕጂ እቲ ተኣፍካ ኣብ ትግርኛ እየ ዝዛረብ እቲ ነገር ግን ብኣክሽን እዚያ እዚያስ ክንደይ እያ ዝብል ሕጂ እዚኣስ ክንደይ እዚኣ ብለና ሕጂ ይፅሕፉልካ እዩ ሕጂ ወይ ቁፅሪ ይፅሕፉልካ ወይ ካባ ፅሑፈሉ ሕጂ መፂእሲ እዚኣ ዋጋ እዩ ዘብለካ ዋጋ ማለት ንሓትት ዘለና ሓራስ ካብዚያ ሃብና ሕጂ ርእዎስ ሓቃሾ ድምሰ ስጋ ክፈቱ ማለት እዩ ብጣዕሚ እዩ ዝፈቱ ኣነ እውን ይፈቱ እንደ ግን ኣይ ከም ወዲ ምውሳኔ ማለት እዩ ሕጂ ርእዩ ሰብ ብለ በካ ክንዲዛ መንደብ ዝኾኑ መሰናግሊ ስጋ ርእዩስ ዋእ ወዲ ሙሳ ካብዛ ንውሰድ ያቆብ ካብዛ ንውሰድ ይብለኒ ሐራይ ሓየትና ካብዛ ሓባና ይብለና ይህበና ወሲድና ገንዘብና ከፊልና ንኸይድ ከይድና እዛ ስጋ ሓመት ዝሄድና ክትጥዕምካ መዓት እዩ ብልዕ ኣቢልና ሕጂ ገና ኣይዓገበን ወዲ ሙሳ በቃ ኦኦኦ ያቆብ ፍጹም ከኣ ኣነ ኣይድቅስን እሂ ጓእ ክንደግም ኣለና ዋንታ ወዲ ሙሳ ክልክ ፍጹም ሐሬን ኣና ሄለ ተታሒዝና ካልኣይ ግዜ ንወርድ ወሪድና ሕጂ ንሱ ቀድምና ከይዱ ኣነ ካደ ድሕሪ ከይድ ነርስ ልከና ንኣ ዝነታ ዝወሰድና ስጋ ካባና ክንገዝእ ሕጂ እታ ስጋ ሪ ከብላን ገለ ስል ርኤ ብታሕሰ ወዲ ሙሳ ጽናሕ እስከ ኢለ ሕጂ እንተ እታ ስእሊ ንነፍሲ ወከፍ ዓይነት ስጋ ደሊኻ ናቶም ስእልታት ኣብኡ ዘሎ ናይ ከልቢ ናይ ፈረስ ናይ ጤል ናይ ገለ ኩሉ ከምዚ ኢሉ ስእሊ ኣሎ ሕጂ ንህና ዝወሰድና ስጋኻ ናይ ከልቢ እንታይ ሕጂ እታ ስእሊ ስለ ዘሪኣና ጥራይ ንህና ጥራሕ ምፅኢ ምስ በነ እታ ስጋ ምስ ረኣና እታ ስጋ ሒዝና ከይድና በሊዕና ካልኣይ ግዜ ክንበልዕ ምስ መፃና ሕጂ እታ ስእሊ ርኤ ክልተ ኩርኩር ክትበልዑ ሕጂ ምጽእ ኢለ ምስ ረኣኹት ኣባል ሰባይ መጽስ እዛ ስጋ እዛስ ናይ እዚያ ድያ ኢለ ሕጂ ብኣክሽን እየ ከምዛ ዝበልኩክስ ናይ ጸማማት ቤላ እየ ዝኽእሎ እዛሲ ናይ እዚያ ድያ ኢለ ከምዚ ርእሲ ግደ ንሳ እውን ገለ ብዙሕ ቋንቋ ይኩሎን ብርእሲ እወ ኢልኒ እንታይ እሞ ሸዓ ወዲ ሙሳ ቤን ቀዲምኖ ካይዱ ወይራኹ ነዛ ኣፉ ሕትም ኣብሉስ ንመደቀሲና ኣነኻ ደድሕሪ መጺእና ዘብዛ ገዛና ኣትና ኣኡ እንትበልና ቤን ክወጽእ ኣነ ወዲ ሙሳ ኢለ እታ ነገር ኮይና እንዳ በልዕና ኢና ሕጂ ሕጂ ወላ ሓንቲ ንገብሮ ወላ ሓንቲ ስለ ዘየለ ካብ ብላዕና ሱኢና ንደቅስ ግን ኢለ ደቅስካ ከለኻ ዝኾነ ድምፂ ናይ ከልቢ እንተ ጀሚሩካ ከይንበጃጀል ክልተና ቀልጢፍካ ተስኣኒ ኢለ ብኸምዚያ ተታሒዝና ደቂስና። እዛስ ንመጀመርታ ግዛ እዚኣ እላ ዘለኹ እምበር ፍጹም ከ ኣውጺእና ኮን ኣይንፈልጥ ብዙሓት ኣለዉ ኣርቲስት ኣብ መገሻ ከምኡ ዘጋጥሞም። ያቆቢኖ ከም ሓደ ተላሃያይ ተላሃያይ ብምዃንካስ ደኹርዓካ መዓልቲ ኣሎ ዶ? ኩሉ ግዜ